ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ፣ ኣባላቱ ኣብ ዝተፈላለየ ዓውድታት ተዋፊሮም ኣፍራይነቶም ዘዕብይሉን ምንጪ እቶት ዝረኽብሉን ባይታ ንኽረኽቡ ጻዕርታት ከካይድ ጸኒሑ እዮ። ከም መቐጸልታ ናይዚ ኣብ ሕርሻዊ ንጥፈታት ንዝተዋፈሩ ሞተረታት ማይ ዓዲሉ ኣሎ። ፍሮይን ዑቕቡ ንዘዳለወቶ ትሕዝቶ ሄኖክ ፍረሚካኤል።
ሃገራዊ ማሕበር ሓርበኛታት ስንኩላን ኩናት ኤርትራ ኣባላቱ ምንጪ እቶት ብዝረኽብሉ ንጥፈት ብምጥያስ መነባብሮኦም ንምምሕያሽ ብዘካየዶ ዘሎ ጻዕሪ ንሓደ ሚትን ዕስራን ኣባላቱ ሞተረታት ማይ ዓዲሉ። ብ ዕስራን ሓሙሽተን ሰነ ኣብ ዝተኻየደ ናይ ምዕዳል ስነ-ስርዓት ኣቦ መንበር'ቲ ማሕበር መምህር ገብረብርሃን እያሱ ኣብ ዘስምዖ ቃል እቲ ማሕበር በብግዚኡ ኣብ መጽናዕቲ ዝተመርኮሰን ምስ ህሉው ኩነታት ዝሳነን ዝተፈላለየ ኣማራጺታት ብምትእትታው ብዙሓት ሓርበኛታት ስንኩላን ከም ዘጣየሰ ጠቒሱ፣ ዕላማ ናይዚ ምዕዳል ሞተረታት ማይ ድማ ነቶም መሬትን ዒላን ሃልይዎም ካብ ዕዳጋ ሞተረ ክገዝኡ ዓቕሚ ዝሓጸሮም ብመልክዕ ለቓሕ ከም ዝረኽብዎ ንምግባር ከም ዝኾነ ኣብሪሁ። መምህር ገብረብርሃን ኣስዒቡ፣ እቶም ስንኩላን ኣብ ሕርሻዊ ንጥፈታቶም ዕዉታት ክኾኑ ምእንቲ፣ ቅድሚ ስራሕ ምጅማሮም ዘድሊ መጽናዕቲ ክገብሩ፣ ኣብ ስራሕ ንጡፋት ክኾኑ፣ ንዘጋጠሞም ዕንቅፋታት ኣብ ምምካትን ጸገማት ኣብ ምጽዋርን ክእለት ከጥርዩን ውሕሉል ምሕደራ ዋኒን ክህልዎምን ከምዘድሊ ብምሕባር፣ ማሕበር ምስዚ ናይ ሕጂ ወሲኽካ ኣርባዕተ ሚእትን ሰማንያን ትሽዓተን ሞተረታት ማይ ንኣባላቱ ሂቡ ምህላዉ ኣረዲኡ። ማሕበር ዝተፈላለዩ ኣማራፂታት ናይ ምጥያስ ኣሎ። ብጥሪት ዘጣይሶም ኣሎ፣ ብንህቢ ዘጣይሶም ኣሎ፣ ብትካላት ዘጣይሶም ኣሎ፣ መጥሓን ካልእ እውን ኣሎ። ስለዚ እቲ ማሕበርሲ ምስ ኩነታት ስንክልንኦምን ናይቲ ከባቢ ዘሎ ፀጋታትን ኣብ ግምት ኣእትዩ ዝተፈላለዩ ኣማራፂታት ናይ ምጥያስ እዩ ዘሎ። እዚኣ ሓንቲ ክፋል ናይ መጣያሲ ፅላት እያ። ነቲ ሓገዝ ካብ ዝረኸቡ ስንኩላን ወይዘሮ ኣስካሉ ተወልደመድህንን ኣቶ ጸጋይ ሃብተጋብርን ንኤሪና ኣብ ዝሃብዎ ሓበሬታ፣ ረኺቦምዎ ዘለዉ ዕድል ኣብ መነባብሮኦምን ምዕባለ ከባቢኦምን ኣስተዋጽኦ ከም ዝህልዎ ብምእማን፣ ኣብ ምርግጋጽ ውሕስነት መግቢ ኣበርቲዖም ከም ዝሰርሑ ኣረጋጊጾም። በዚ ዝግበረልና ዘሎ ናይዚ ማሕበር ማስክቶኤ ብለቓሕ ድዩ ብኸምዚ ዋላ ኣብቲ መሬት ናይ ሕርሻና እውን መሬት ክንረክብ ከም ዘለና እቲ ማሕበር ይተሓባበረና ምስ ምምሕዳራት እናተረዳድኤ ሕጂ ውን እዚ ዝግበረልና ዘሎ ሓገዝ ናይ ሞቶሬ ብጣዕሚ ናዓና ወሳኒ እዩ ምስቲ ሕርሻና ዝያዳ ውን ንሕና በዚ ተተባቢዕና ከኣ ጽቡቅ ስራሕ ንክንሰርሕ ንተባባዕ። ነባሪ ጎኜ ኣቶ ሓምድ እድሪስ ዓሊ ብጊድኡ፣ ዝግበረሎም ዘሎ ሓገዝ መርኣያ ናይቲ መንግስቲ ኣብ ልዕሊ ስንኩላን ዘለዎ ሓልዮት ምዃኑ ብምጥቃስ፣ ሓያል ጻዕሪ ብምክያድ እኹል ምህርቲ ንምሕፋስ ድርኺት ዝፈጥር ከምዝኾነ ሓቢሩ። ኣቦ መንበር ሃገራዊ ማሕበር ሓርበኛታት ስንኩላን ኲናት ኤርትራ መምህር ገብረብርሃን ኢያሱ ኣብ መወዳእታ፣ ንኩነታት ዝናብ ሃገርና ኣብ ግምት ብምእታው፣ ዘመናዊ መስናዊ ሕርሻ ብምምዕባል ኣብ ምርግጋጽ ውሕስነት መግቢ ኣበርክቶኦም ክብ ከብሉ ተላብዩ።